ነዚ በጥራም ደኣ ኣብ ውሽጢ ዕስራ መዓልቲ ኣብ ታሕቲ ቁጽረይ ከእትወ'የ መን ኣሎ ዘትሕዝ እንዳበለት ኣብ መንጎ ሰለስተ መሓዙታ ኮይና ምስ ጨደረት እሞ ከኣ ኣብ ዕስራ መዓልቲ ንርኢ በላ ብስሓቕ ክርትም እንዳበላ ንሳ ግና ኣብ ልዕሊ ነብሳ ልዑል ርእሰ ተኣማንነት ስለ ዘላ ከምኡ ኢላ ሓደ ዘየስተባሃለሉ ነገር ግና ህቆ ሂቡ ዋላ እኳ ብካልኡ ኮፍ ኢሉ እንተነበረ ከም ዝሰምዓ'ዩ ነዚ ኣዊ ዘረባ ከም ዘሎ ኣይሰሓተን እንዳ ሰሓቀ ክሰምዓ ጸኒሑ ሰላሕ ኢሉ ገጹ ሸፊኑ ጉዳዩ ገዲፉ ካብቲ ካብ ፈወጸም መሓዙት ኣይትበል ንሳ ንሱ ኩሎም ደቂ ገዛውቲ እዮም ዋላ እኳ ምስኡ ርክብ እንተዘይብሎም ከም ደቂ ገዛውቲ መጠን ይረኣዮም ምስ ጓል ክኸይድ ወይ ክዕለ ርእሞ ኣይፈልጡን እዮም ግና ሓሓሊፉስ ሽሙ ይለዓል ነይሩ መወዳእቱ ድማ ብዋዛ ዋዛ ዝመጸ ኣብ መትሓዝ ደረጃ ዝበጽሓ ምድላዋታ ኣጽፊፋ ብመደብ ነቲ ባናን ኣራንሺ ዝሓዘ ሳኬት ካብ ላዕሊ ናብ ታሕቲ ካብ ኢዳ ኣብ ቅድሚኡ ምስ ፈነቱ ኣብ ውሽጡ ዝነበረ ትሕዝቶ ብፍላይ እቲ ኣራንሺ ነናብ ዝጥዕሙ ፋሕፋሕ በለ። ግና ንኡ ጠጠው ከብሎ ኣይከኣለን። እኳ ደኣ በንጻሩ ፍሽኽ እንዳበለ ረጊጽዋ። መንገዱ ገበረ። ቀዳማይ ፈተንኣ ብምፍሻሉ እንዳበሳጨዋ ነቲ ፈሊጣ ዝፈነቶ ፍሩታታት ከምቲ ዝተበታተኖ ገዲፋ ጸርጸር እንዳበለት ናብ ገዝኣ በለት። መሊሳ እውን ካልእ መደብ ሓንጺጻ ድልውቲ ምስ ኮነት ኣወዳት ኣኪባ ከም ዘጋፍእዋ እንተገበረት እኳ ኣይረኣኹን ኣይሰምዓኹን ካብ ደማ ንጹሒ ብምባል ዕሽሽ ኢልዋ ሓለፈ። ኣታ እዚ ጥዑይ ድዩ ህሙም? እሞ ከኣ ጓል ኣንስተይቲ እንዳተሃረመት እንዳርኣየስ ስቕ ኢሉ ክኸይድ ከመይ ኢሉ ህልንኡ ገይሩሉ? እውይ እዞም ገሊኦም ኣወዳትሲ ነብሶም ክፈትው ፋኑ ንስኹም ከኣ ክዳና እንዳመዓራረየት ሓሳብ ልባ ስለ ዘይሰመረላ ኣማሪራ ናብ ገዝኣ ብምኻድ ካልእ ሓድሽ ሓሳብ ሃሰስ ክትብል ጀመረት። እዚ ኩሉ ትገብር ዘላ መላሊ መዕተቢ ምክንያት ደልያ ምዃኑ ዩ። ኑን ኣብ ቅድሚኡ ምስ በጽሐት ከምዛ ዝተኣንቀፈት ሰንከልከል ኢላ ከምዛ ማሽትሽ ልጥፍ ምስ በለቶ እንዳ ሰሓቐ ኢሂ ደኣ ጽብቕቲ ፍጥረት ደሓን ዲኺ? ምስ በላ ደሓን ኢየ ንስኻ ኣብዚ ቅድመይ እንተዘይ ጸንሐ ነርካ ኣስናነይ ምስ ሰኣንኩ ነይሩ የቐንለይ ምስ በለቶ ኣነ ደኣ እንታይ ጌረልኪ ብዝኾነ ክትፍንኑ ዶ ምስ በላ ከረው ኣቢላ ሒዛቶ ከም ዘላ ስለ ዝተረዳ እውይ ይቅሬታ እሞ ሻሂ ዶ ገለ ክብለካ ነዚ ዘዳሓንካኒ እንዳ ፈነውቶ ተዛረበት ጸገም የለን ግና ብሻሂ ዝሓልፈልኪ ከይመስለልኪ ድራር ይሕሸኒ ምስ በላ ኢልካ ሃረበል ሽመይ እኮ ትፈልጦ ትኾን ኢኻ መን ክብል ምስ በለቶ እንዳ ፈለጠት ደሓን ተፋሊጥና ኣለና እንዳበለ ምስ ነብሱ ሽመይ እንታይ ኢልኪ? ጽባሕ ናይ ምሸት ልክዕ ሰዓት ሸውዓተ ኣብዚኣ እሞ ንራኸብ ሽኡ ተድርኒ ምስ በላ ብታሕጓስ ፈንጭሕ ኢላ ናብ መሓዙታ ብተብተብ ደወለት። ወረ ክሰማዕ ብሓደ ካፈ ተኣኪበን እዝነን ምስ ተገተራ ተረቢጸን ከም ዘለዋ ምስ ኣስተብሓለት ኣብ መቓቕር ኣቢላ ዘሎን ዘየሎን ሓዊሳ ምስ ነገረተን ክኣምና ተጸገማ። እመናይ ትእመና ንዓኽን እዩ ዝምልከት እንተ ኣነ ግና ጽባሕ ድራር ቆጸራ ምስኡ ኣለኒ ሃደለ ጀሚረ ኣለኹ ኣይ ሰሙን ሰለስቲ ኣብ ፍቅሪ ጥብ ምስ ኣበልክዎ ክህብትም እኳ ተራዒን እንዳበለት ፈሸኽሸኽ ኣብዘሀት ንጽባሒቱ ብቆጸርዖም መሰረት በይኑ ጥራሕ ዘይኮነስ ምስ ክልተ ኣጀብቱ ምስ መጸ ንዕለቱ ደማ ጠጠበላ እንታይ ዝርኢ ዘለኹ እንዳበለት ቀባሕባሕ ኣብዘሀት ኣጋጣሚ ናባኺ እንዳመጻኹ ተራኺብና ተማልእ'ዩ ምስ በላ ካብ ክሳድ ንላዕሊ ምሽዶ ሃርዕ እንዳበለት ፈሽኽ በለት። ብጀካ ድፍረት ርእሰ ተኣማምነት ዋላ ሓደ ትምኑ ናይ ገንዘብ ካልእ ሃብቲ የብላን። ሰለስቲኤን መሓዙት ግና ሃብታም'የን። ከምትበልዐን ተኣሚና ልዕሊ ዓቕማ ገንዘብ ጸዊዓ ኣብ ጸወታ ኣትያ። ናብ ሆቴል ኣትዮም ድላዮም ኣዚዞም ነቲ መግቢ ኣሰር ምስ ኣጥፍእዎ ኣሳሳይት ሕሳብ ሒዛ ደበክ ምስ በለት ሰለስቲኦም ኣወዳት ተጠማሚቶም ናብ ኣጸግእዎም ምስ ረኣየቶ ግና ከይተረድኣ ረሓጽ ንረሓጽ ኮነት። ኩነታታት ኣዚቡ ብውሽጡ ይስሕቕ ነበረ እሞ ስለቲ እንግዶትኪ የቀኔልና ሕጂ ንእሽቶ ስራሕ ስለ ዘላትና ክንገድፈኪ ኢሉ ምስ መመጸእቱ ኣብ ናይ ጭንቀ መዓሙቕ ባሕሪ ኣጥሒሉ ገዲፍዋ ወጸ። ካልእ ተረፈ ከም ወዲ መጠን ክኸፍሎ'ዩ ዝብል ግምት ነይርዋ ገና ክትብገስ ከላ፣ እንተዘይኮይኑ ድማ ንክልቴና ኣይስንፍን ኢላ ነይራ ዘይሓሰበቶ ገጅፍ ከብዶም ገፊጡላ መጺኡ'ምበር። ናብ መሓዙታ ከይትድውል ድማ ዝተስዓረት ኮይኑ ስለ ዝተሰምዓ፣ ዘለዋ ከፊላ ናይቲ ዝጎደላ ድማ ሞባይላ ኣትሒዛ ብምውጻእ ንጽባሒቱ ካብ ገሊኡ ገንዘብ ኣራያ ንብረታ ተረከበት። ከመይ ነይሩ ንዝብል ሕቶ እሞ ሓዙተ ድማ ጽቡቕ ነይሩ ዛን ዛን ኣቢሉ ኣምሲ ክስዕመኪ ገለ ኣይብለንን ኣይትተሓወኽ ኢለ ድሕል ድሕል ኣቢለ ዝብል መልሲ ምስ ኣስምዐት ኦሮማይ ገንዘብና ተበሊ ኢለን ተስፋ ቆረጻ ዘይተረድአን ኮይኑ እምበር ንሳ ናብ ተስፋ ምቕራጽ ገጻ ትገማገም ነይራ፣ ግና ህልኽ ስለ ዝሓዛ ብቐሊሉ ክትገድፎ ኣይመረጸትን። ብኡ መጠን ድማ እተን ዕስራ መዓልትታት ተጓደላ። ፍረ ከየፍረየት ሸሞንተ መዓልቲ ምግባራ ፈጺሙ ኣይተዋሓጠላን። ኣብተን ዝተረፋ ዓሰርተ ክልተ መዓልትታት ገለ ክትገብር ከም ዘለዋ ምስ ነብሳ ተረዳደኣት። ምክንያት እንዳፈጠረት ትረኽብሙ ምእንታን ኣብ ልዕለ ጽቡቕ ተገዳስነት ከህድር፣ ንዝተጸገሙ ሰባት ኣብ ቅድሚኡ ትሕግዝ፣ ንቆልዑት ሓቒፋ ትስእን፣ ጸጽቡቑ ትዛረብ ትገብእ እንታይከ ዘይገበረት? ስምዕኒ እንዶ ብጣዕሚ ሓላይት ሓጋዝ ሰብ ኢኺ። ብፍላይ ንዝተጸገሙ ሰብ ምሕጋዝ ከመይ ሰናይ ነገር ይመስለኪ ኣነ ድማ ኣርኣያ ትኮንን ጓል ዝረከብኩ ኮይኑ ይስምኣኒ ስለ ዘሎ እንቋዕባ ኣብ ቅድመይ ተዓንቀፍኪ ግርም መላለይት ኮይናትና ምስ በላ ብውሽጡ እንዳ ሰሓቀ ብሓጎስ ናብ ክልተ ምቅል ክትብል ቁሩብ ተረፋ ጻዕረይ ፍረ የፍሪ ኣሎ ማለት እኮ እዩ ከመይ ደ መቅሰን ደሓን ኣይትተሓወኽ ኣጆኻ ለዘዘይ ምስ ኣበልኩኻ ገንዘበይ ጠርኒፈ ነዴኻ ማይ ውረደላ ክብለከ ምስ ነብሳ ክትዛረብ ንሱ ብወገኑ ድማ እዛ ቁሓማም ሕጂ እኮ ኣብ ፍቅሪ ክወድቅ ትብል ዘላ እሞ የለን ኣብ ናይ ዜሮ ሰዓት ጉድ ክሰርሓኪ ብወገን ምስ ነብሱ ክዕልል ጸኒሑ ሓንቲ ነገር ደኣ ዘይትጻገምለይ ካብ መሓላይት ለጋሲት መጠን ንብረት ክገዝእ ደለይሲ ቁሩብ ገንዘብ ውሒድኒ ምስ በላ ገንዘብ ምስ ሰምዐት ርእሳ ጭርሩ በላ ነዚ ምስታስተውሃለ እንተዘይብልኪ ደሓን ምስ በላ ጸገም የለን ክንደይ ኢኻ ከደሊኻ ምስ በለቶ ብስክፍታ ዝሰምዐቶም እማን ስለ ዝተጸገመት ብዘይ ልባ ክንድኡ ዝኣክል ምስ በለት በዚ ምሽ ደሓን ካብ ካልእ ክደለይ ምስ በላ ጸገም የብሉን ከምጽእ ክእለ በለት ስምባሪኣ ህገደፋም ካብ መሓዙታ ንገልድሊላ እውን ብምምጻእ ኣብ ውሽጢ ፖሽታ ኣሲጋ ምስ ሓበታ ኣመስገና በቃ ንኡ ክትምስጥ ንሳ ሑው ክትብል ንሱ ድማ ኮነ ኢሉ ክሕርቃ ክረባረቡ ድሕሪ ምጽናሕ ዕስራ መዓልቲ ንክትመልእ ሓደ መዓልቲ ምስ ተረፋ ኣብ ካፈ ቆጺሩ ሰሚዕክለኺ ንኣይ ኣብ ፍቅሪ ክተውድቂ ዝጸዓርክዮ ጻዕሪ ኣብ ገዛ መንዳቅ ንኣብነት እንተተውዕልዮ ኔርኪ ሰማይ ዝበጽሕ ፓላሶ ምሰራሕኪ ኔርኪ ገሊኡ ካብ ውሽጢ ገሊኡ ድማ ንዓይ ክትምስጢ ዘይነብስኺ ትመስሊ ኔርኪ ኣነ ብሂወተይ ዘጽልኣኒ ድማ ነብሱ ዘይመስል ሰብ እዩ ሎሚ ብከምዚ ኣገባብ ኣብ ፍቅሪ ምስ ኣተኹ ፍቅሪ ምስ ጀመርኩ እቲ ሓቀኛ ምስልኺ እንዳተጋሓደ ምስ መጸ ጽባሕ ንግሆ እንታይ ክኸውን እዩ ኣብ ኣነ ዝበለ ፍቅሪ ከለኹስ ልበይ ክስበር ማለት ድዩ ሰብ ንነብሱ መሲሉ ክኸይድ ከሎይ ጽቡቅ ካብ ኮነ ነብሲ ክመስልኪ ስለ ዘይቀረብክኒ ዋላኳ ከፍቅረኪ ጀሚረ እንተነበርኩ ግና ተጽግበ ንቅጫ ድዩ ዝብሃል ብኣግኡ ካብ ሂወትኪ ክርሕቅ ወሲነ ኣለኩ እሞ ክትረክብኒ ከይትፍትኒ ምስ በላ በሊጹኒ እንዳ በለት ዘይተጸበየቶ ምስ ሰምዐት ሕርር ኩምትር በለት እሞ ድማ ሓደ መኣልቲ ምስ ተረፉ ርኢካ ኣለካ በቃ ጽባሕ ጥራሕ ኣብ ቅድሚ መሓዙተይ የፍቅረኪ በለን እሞ ካብኡ ንኢኖ ድላይካ ግበር ኢላ እንተለመነቶ እኳ ድሓን ንቕድም ነብሲ ክምሰል እሞ ሽዑ ርከን ምባል ገዲፍዋ ወጸ። ኣቲ ሒዛ ከም ዝቐረበቶ ክነግራ ስለ ዝደልዮ ነብሲ ክምሰል ብምባል ብካልእ ኣመኽንዩ ኮነ ኢሉ ገዲፍዋ ከይዱ። ብሕርቃን ትሕዞን ትጭብጦን ጠፍኣ። እዚ ኩሉ ድፋጭኣ ከምዛ ዘይበልዐት ከምዚ ክትረክብ ፈጺሙ ምውሓጥ ኣብያ። እቲ ዝኸፍኣ ድማ ክንድኡ ዝኸውን ገንዘብ ካበይ ኣምጺኣ ክትሕብያ ምስናይ ሕርቃና ጸርጸር እንዳበለት ንገዝኣም።

ርእሰ ተኣማንነታ ባይታ ዘቢጡ ብስክፍታ ፍርሕን ድንን ድንን ክትብል ጸኒሓ እንታይ ድዩ መሲልኪ ኢላ ኣፋ ልክዕ ክፍት ክተብል ግና ኣቲ ዝያዳይ ኣብዚ ድኺ ደኣ ዘለኺ ኣነ ኸኣ ንሓፍትኺ ሓትያስ ምስ መሓዙተይ ቆጸር ኣለኒ ገለመለ ምስ በለትኒ ክላለየ ብምባል መጽእ እንዳበለ እጉርታ ስዒሙ መንበር ስሒቡ ኮፍ በለ። ከምዛ ጸሓያ ጠሊቑ ዘይጸንሐ ኣሻባ እምባባ መስከረም መሰለት ገጻ ንእለቱ ብርሃን ንብርሃን ኮነ። ጽቡቓት ኣስናና ተገይጸን ከም መስተየት ኣንጸባራቐም። ጸቕጢ ወሪዋ ከምዛ ዘይጸንሐ ገዲ ይኣክለኪ ካልእ ዘዕርፈሉ ቦታ ክደሊ ኢልዋ ኩይኑ ገዲፍዋ ተኣዝረ። በቃ ብሓጎስ ተሰራሰረት ነዚ ምስ ረኣየ እንዳ ሰሓቐ። እሞ ንመሓዙትኪ ኣይተላልይን ዲኺ ምስ በላ እወ ሓቅኻ ብገጽ እኳ ርኢኻየን ትፈልጥ ትኸውን ኢኻ ዘይ ደቂ ገዛውቲና እንዳበለት በብሓደ ምስ ኣላለየቶም እሞ ሃኒ ንደዋል ሓራይ ዶ ሕጂ ንእሽተይ ስራሕ ኣላትኒ ምባል ገዲፍዎን ወጸ። መሓዙት ብኣግርሞት ነንሕደን ክጠማመታ ድሕሪ ምጽናሕ ንይምሰል ገንዘብ ክትወስድ ከምኡ ጌራ ካይትኮን ኢለን እንተዋጥራኦ እኳ ንሳ ግና ኣብ ፍቕረ ስለዝልቕ ኢላ ስለ ዝተማጎተት ሓራ ኢለን ስለ ዝተሰማምዓ ነቲ ብዙሕ ገንዘብ ከካብ ቦርስዐን ኣውጺኤን ቀረባላ። ሰሚዕክን ኣለኽን መሃዙተይ ሽሐ ግዜ ንጸዋታ ኢልና ነትሕዝ ደኣ እምበር እሞ ከኣ ካብ ብልቢ ዝፈቶን መሃዙተይ ገንዘብ ክወስድሲ ጌጋ ካብ ኮነ ኣክንዲ ዝቕበለክን ኣዋጺና ዶ ንሓጎስ ኣብ ገሊኡ ኬና ንዘናጋዕ ምስ በለት ምስናይ ፍሽኽታኣ ኢልኪ ሃራበል እንዳበላ ነንሕደን ተሓዓቓፋ ድሕሪ ክልተ መዓልቲ ረጊጻቶ ተበርጢማትሉ ክትሓልፍ ክትብል ግና ከም ሰብ ከይቆጸረ ከይጠመተ ሰላም ከይበለ ስቕ ኢሉ ምስ ሓለፈ እዋእ ኣነ ክኮርዕ ዝግብኣኒ ደኣ እንታይ ነፊሑ እንዳበለት ስምዓኒ እንዶ ንስካ ኣፍቂረኪ ኢልካ ዶ ለዘዘይ ኣይበልካን እንታይ ደኣ ረጊጽካኒ ትከይድ ምስ በለቶ ሰዓት ዒስራ ስለ ዝኣከለኒ ጓለይ ምስ በላ እንታይ ሰዓት ዒስራ ክትብል ጸኒሓ ግና ስለ ዝተረድኣ እስከ ኣነጽር ኣብለለይ ምስ በለቶ ናብ ኣፉ ጸግዕ ኢላ ኣላ ንስኺ ዘፍቀርክኺ ድዩ መሲልኪ ተጋጊኺለኺ ሓቀይ ኣብ ፍቕሪ ክተእትኒ ዕስራ መዓልቲ ወሲዱልኪ ምስ በላ በስምባደ እንታይ ትብል ወደይ መን ደኣ ነጊርካ እንዳበለት ሸበድበድ ኣብዘሀት ዘናገረኒ የብለይን ኣብታ ከምኡ ዝበልክላ መዓልቲ ኣብቲ ካፈ ኮፍ ኢለ ነይረ ኮይኑ እውን ኩሉ ሰምዒ ምስ በላ እሞ እንዳፈለጥካ ትጻወተለይ ነርካ ማለት ድዩ ምስ በለቶ ከምታ ክትጻወትለይ ዝሓሰብኪ ተጻዊተልኪ ሕሳብና ዶ ኣወራሪድና ኣይፈልጠኪ ኣይትፈልጥኒ ቸው ግዳ ገዲፍዋ ከደም ንዝሰዕመቶም ዕማን ተጸገመት ኣብ ዝፈሓርካይ ጉድጓድ ክበሓሲ ከምዚ ምዝርከብ እንዳበለት ምስናይ ሕርቃና መንገዳ ቀጸለት ግና ጓል ካብታ መዓልቲ ኒኖ ብዛዕባ ክትሓስብ ክትሓስብ ከይተረድኣ ምስቲ ጥፍእ ዝበሎ ተሓዋዊሱ ክትናፍቖን ናይ ብሓቃ ክትፈትዎ ጀመረት። ክንዲ ዝኾኖም ብፍቕሪ ሕቕቕ በለት። የግዳስ ብስራሕ ምኽንያት ንወርሒ ዝኣክል ጌሹ ስለ ዝነበረ ክትረኽቦ እንተ በለት ብይን ምውዳኣቱ ግና ሃንደበት ኣብ መንገዲ ጎፍ ንጎፍ ምስ ተበሃሉ ተራሒቖም ብደዎም ምስ ስቕ ኢሎም ምጥማቶም ቀጸሉ። ኣብ መንጎ ግና ሕጂ ግና ናይ ብሓቂ ኣፍቂረካ ኣለኹ ኣብዘን ዝሓለፋ መዓልትታት ኩሉንትናኻ ኣብ ቅድመይ እንዳተገተረ ምሕላፍ ከልእኒ ምስ በለቶ ደሓን ኣይትቀጽሊ ሓቂ ዶ ክትዛረብ ዋላ ድኣ ነገራት እንዳ ፈለጥኩ ይገብሮም እንተ ነበርኩ ኣነ ውን ክፈትወኪ ጀሚረ ኣብዚ ውሽጢ ወርሒ ከኣ ልዕሊ ማንም ሰብ ንስኪ ኢኪ ትረኣየኒ ኔርኪ እሞ ኣነ ውን የፍቅረኪ ምስ በላ እንዳ ጎየት ከይዳ ተጠምጠመቶም ጸኒሓ ግና እሞ እንታይ ክትገብር ድኣ እሞ ኣብታ ልክዕ መዓልቲ መጺእካ ዝያዳ ይሓኒ እንዳበልካ ኣብ ቅድሚ መሓዙተይ ፍቕሪ ፍቕሪ ተጻዊትካ ምስ በለቶ ንሰብ ንጌግኡ ብሕማቕ ካብ ተምሕሮ ብጽቡቕ ጌርካ ክትቀጽዖ ይሓይሽ ኢለ ጓለይ ምስ በላ ኪድ ግናይ እንዳበለት መሊሳ ኣብ ሕቕፍኡ ሽጉጥ በለት።